Bet Tezan! Subscribe! Like! And share!
ሰላም ክቡራት ተዓዘብቲ ቻነልና ዓለምና ካብቲ ንሕና ንፈልጦ ንላዕሊ ኣዝያ እተገርምን ምስጢራት ዝመልእትን እያ። ካብቲ ኣዝዩ ዓሚቝ ውቅያኖስ ክሳብቲ ዝረሓቐ ጠፈር ኣእምሮና ክቕበሎም ዝጽገም ብዙሓት ነገራት ኣለዉ። ሎሚ ኣብዚ ቪድዮ እዚ ብዛዕባ ዓለምና ዘይሰማዕኩምዎም ዓሰርተ ዘገርሙ ሓቅታት ሒዝናልኩም መጺእና ኣለና። እዘን ሓቅታት እዚኣተን ንኣርያኹም ኣረኣእያኹም ክቕይሩ ኢዮም። ክሳብ መወዳእታ ምሳና ክትጸንሑ ብኽብሪ ንዕድመኩም። ሰናይ ምክትታል። ሓቂ ቁጽሪ ሓደ፣ ምስጢር ዓሚቝ ውቅያኖስ። ሰባት ካብ ዝበዝሐ ክፋል ውቅያኖስ ንላዕሊ ብዛዕባ ገጽ ወርሒ ዝያዳ ኣይፈልጡን። ልዕሊ ተስዓን ሓሙሽተን ሚእታዊት ውቅያኖሳት ዓለምና ገና ኣይተዳህሰሱን። ኣብዚ ኣዝዩ ዓሚቝ ቦታ ማርያና ትረንች ዘለዉ ፍጥረታት ብርሃን ባዕሎም ዘመንጩ ባዮ-ሉሚነሰንስ ኣዝዩ ዘደንጹ ቅርጺ ዘለዎምን እዮም። ሓቂ ቁጽሪ ክልተ፣ ኦም ወይ ገረብ ነንሓድሕደን ይዘራረባ እየን። ኣእዋም ብመሬትን ትሕቲ መሬትን ብዘሎ ናይ ፋንገስ መርበብ፣ ፋንጋይ ኔትዎርክ፣ ይራኸባ። ዉርድ ዋይድ ዌብ ተባሂሉ ድማ ይጽዋዕ። ሓንቲ ኦም ሓደጋ እንተጋጢምዋ ወይ ማይ እንተስኢና በዚ መርበብ ኣቢላ ንኻልኦት ኣእዋም ምልክት ትሰድድ። ዓበይቲ ኣእዋም፣ Mother Trees፣ ንደቂ ኣእዋም መግቢ ወይ ሹገር በዚ ቱር ኣቢለን የካፍለኣን። ሓቂ ቁጽሪ ሰለስተ፣ መዓር ንዘልኣለም ኣይባላሾን እዩ። ጥንታውያን ግብጻውያን ዘቐመጥዎ መዓር ሎሚ እውን ክብላዕ ይኽእል እዩ። ስነ-ጥንታዊ መጽናዕቲ ኣብ ዝተገብረሉ ኣብ መቓብር ጥንታውያን ነገስታት ግብጺ፣ ፒራሚድስ፣ ቅድሚ ሰለስተ ሽሕ ዓመት ዝተቐመጠ መዓር ተረኺቡ። ንሱ ድማ ገና ንብልዒ ዝበቅዕ ኮይኑ ተረኺቡ። እዚ ዝኾነሉ ምኽንያት መዓር ትሑት ጠሊ ወይ ሞይስቸር ስለዘለዎ'ዩ። ሓቂ ቁጽሪ ኣርባዕተ፣ ዲኤንኤ ወድሰብ ክሳብ ፕሉቶ ክበጽሕ ይኽእል። ኣብ ሰብነትና ዘሎ ኩሉ ዲኤንኤ እንተተዘርጊሑ ዘለዎ ንውሓት፣ ኣብ ሰብነት ሓደ ሰብ ዘሎ ኩሉ ዲኤንኤ ተኣኪቡ ንሓደ መስመር እንተዘርጊሑ ካብ መሬት ክሳብ ፕሉቶ በጺሑ ተመሊሱ ክመጽእ ይኽእል። እዚ ማለት ንውሓቱ ዳርጋ ዓሰርተ ቢልዮን ማይልስ'ዩ ማለት'ዩ። ሓቂ ቁጽሪ ሓሙሽተ፣ ኣብ ኣንታርክቲካ ንክልተ ሚልዮን ዓመታት ዝናብ ዘይረኣየሉ ቦታ ኣሎ። ድራይቨልስ ዝበሃሉ ቦታታት ኣለዉ። እዞም ቦታታት ኣብ ዓለምና ካብ ዘለዉ ቦታታት ኣዝዮም ንቑጻት እዮም። ብሰንኪ ሓያል ንፋስ ጠሊ ክህሉ ኣይክእልን እዩ፣ ዝናብ ከይሃረመ እውን ንነዊሕ ዓመታት ክጸንሕ ይኽእል። ሓቂ ቁጽሪ ሽዱሽተ፣ ክብደት ደበና፣ ደበና ፍኹስ ዝበለ ይመስል እምበር ኣዝዩ ከቢድ እዩ። ሓደ ማእከላይ ደበና፣ ኪሙለስ ክላውድ፣ ኣስታት ሓሙሽተ ሚእቲ ሽሕ ኪሎግራም ይምዘን። እንተኾነ ግን ካብቲ ኣብ ዙርይኡ ዘሎ ኣየር ስለዝፈኩስ ንላዕሊ ተንሳፊፉ ይተርፍ። ሓቂ ቁጽሪ ሸውዓተ፣ ኳኽ ወይ ክሮውስ ገጽ ሰብ ይዝክራ እየን። ኣዕዋፍ ኳኽ ካብ ሰብ እንፈልጦ ንላዕሊ በላሕቲ እየን። ሳይንሳዊ መጽናዕትታት ከም ዘርእይዎ፣ ኳዃት ነቲ ዝበደለን ወይ ዝረድኣን ሰብ ገጹ ፈልየን ንዓመታት ክዝክራ ይኽእላ። ንደቀን እውን ከይተረፈ እዚ ሰብ እዚ ሕማቕ እዩ ወይ እዚ ሰብ እዚ ሓጋዚ እዩ ኢለን የመሓላልፋለን። ሓቂ ቁፅሪ ሸሞንተ ሰሃራ በረኻ ቀደም ቀጠልያ ነይሩ። ሰሃራ ኩሉ ግዜ በረኻ ኣይነበረን። ቅድሚ ሓሙሽተ ሽሕ ክሳብ ዓሰርተ ሽሕ ዓመት ኣትሒዙ ሰሃራ ብቀጠልያ ዝተሸፈነ ወሓይዝን ቀላያትን ዝነበሮ ቦታ ነይሩ እዩ። እዚ ዑደት እዚ በብዕስራ ሽሕ ዓመት ይቀያየር። ሓቂ ቁጽሪ ትሽዓተ ኣብ ልዕሊ መሬት ካብ ዘለዉ ከዋኽብቲ ንላዕሊ ኣእዋም ይበዝሑ። ቁጽሪ ኣእዋም ምስ ከዋኽብቲ ወይ ሚልኪ ወይ ጋላክሲ ክነጻጸር ከሎ ኣብ ጋላክስና ወይ ሚልኪ ወይ ጋላክሲ ኣስታት ሚእቲ ክሳብ ኣርባዕተ ሚእቲ ቢልዮን ከዋኽብቲ ኣለዉ። ኣብ መሬት ግን ልዕሊ ሰለስተ ትሪልዮን ኣእዋም ኣለዉ። እዚ ማለት ነፍሲ ወከፍ ኮኾብ ኣስታት ሸውዓተ ሽሕን ሓሙሽተ ሚእትን ኣእዋም ኣለዎ ማለት እዩ። ሓቂ ቁጽሪ ዓሰርተ፣ ኦክቶፐስ፣ ሰለስተ ልቢ ዘለዎ እንስሳ እዩ። እዚ ዘገርም ፍጥረት ባሕሪ ሰለስተ ልቢ ጥራይ ዘይኮነስ ሰማያዊ ደም እዩ ዘለዎ። ክልተ ልቢ ንደም ናብ ሳንቡእ ወይ ጊልስ ክሰዳ ከለዋ እታ ሳልሰይቲ ልቢ ድማ ደም ናብ መላእ ኣካላቱ ተመሓላልፍ። እምበኣር ክቡራት ተዓዘብቲ ካብዘን ዓሰርተ ሓቅታት ንዓኹም ኣዝያ ዝገረመትኩም ኣየነይቲ እያ? ኣብ ኮመንት ጸሓፉልና። እዚ ቪድዮ እንተፈቲኹምዎ ላይክ ክትገብሩን ንኻልኦት ንኽበጽሕ ሸር ክትገብሩን ኣይትረስዑ። ተመሳሰልቲ ቪድዮታት ንምርካብ ድማ ሳብስክራይብ ግበሩ። ክሳብ መወዳእታ ብጽሞና ስለዝተዓዘብኩምና ነመስግን። ሰሰናዩ። ቤት ተዛነ።
Bet Tezan! Subscribe, like, and share!